ክነኺድ ንኽእኒ ክነኺድ ንኽእኒ ዝንጀሮ ኣንደርሩኻ ይፍኣረይ እየ። ዝንጀራ ዘጋፊዐዮ ለይኮነሲ ቡዙሓት ሳባት እኔና ኢና ከምዚ ንገብር ማት ልማዓልቲ ሰለስተ ኣርባዕተ ሓሙሽተ ዓይኒ እና ኣማሪጽና ናባላዕናስ ኣሕዋትና ልድፈኑ እኔዉ እዩ ታይ ክብል ደልየ ብልኻኣልናዮ መጠንሲ ክንበጽሑሎም ንኽእለ ሳባት ንብጽሑሎም ያው ተለይ ተኺኢልና ከምዚ ብድምጺ ብሙኻን ንሓግዞም ፋሚሊ እና ምስ ይቅርታ እዉን ሃለኹ ደጊመ ደጋጊመ ክብለኩም ይደሊ ፋሚሊ ማት ኣነ ልባዕለይ እንጀራ የማርጽ እንጀራ ልማረጸሉ ሰዓት ጊዘ ለይኮነይ ሓሊፍናዮ እቲ ጊዘ ሪእናዮ ኢና ብቻ ግን ነሕዋትና ንብጽሐሎም እና ወለላይ ይቅርታ ሃሙና ልገበርክዎለ እስከ ግን ብልክእሎ መጠን ናይ ልብሎ ነገር ተሰሪሐ ግን ላኢ ዓውይ ነገር እዩ እና ፋሚሊ እስኹምለ ብትክእልዎ ብጸሎት ያው ዓቅሚ ለለኩምለ ብገንዘብ ያው ለይብልኩም ለ ብድምፂ ብቻ ብልክእሎ ነገር ባዕልና ንባዕልና ተሓጋጊዝና ኢና ክንወፅኦ ንኽእል ዝጊዘ ዝና ፋሚሊ ብልኻእልናዮ መጠን ንውፅሐሎም ያው መድሃኒኣለም ኣብለወለ ጊዘ ሰላም ገብረልና ይኹን ልዓድና ለ ውሽጢ ደገ ኢለለኹም ኣሕዋትና ለ ያው ብትኽእሉ ዓቕምኹም ሓገዙ። ሰላም ሰላም ፋሚሊ ናይ ኣማን ነጽ ዩቲብ ቻናል ተኸታተልቲ ዝኾንኩም ያው ሃመኒኹም ቤተሰብ ንሕና ዳሕና ኢና ንስኹም ደ በብዘለኹምዎ ሰላምኩም ብዝሕዝሕ የለለይ ናበልኩ ፋሚሊ ያው ሎማዓንቲ ፍልይ ለለ ቪድዮ ሕዘልኩም መጽ እንዲኹ ብቻ እስካብ መጨረሻ ተኸታተልዎ ይኹም ቤተሰብ ያው ጥፍእ ንብለኩም ለና ያው ስራሕ ግዛዕ ይኩማቻቸ የላለይ ካለ ብቻ ሎማዓንቲ ግን በቃ ወሳንና ወሳኒ እዩ ማለት ኩለኹም ብልኸኣልኩምዎ መጠን ፋሚሊ ዝናይ ሀዚ ቪድዮ ዝሰርሐልኩም ዝተፈለየ እዩ ቁም ነገር ለለለዎ እዩ በዛኹም ካብ ልበይ ተገዲሰ ዝሰርሐለኹ ብቻ እስካ መጨረሻ ተኸታተልዎ ይኹም ላይክ ኢልኩም ጀምርዎ ብልኸኣልኹምዎ መጠን ለ ወድእዎ ይኹም ፋሚሊ ያው ኣብዚ መጀመርያ ከ እንትን ትበልኩም ያ እስካ መጨረሻ ብዓቕሊ ረእዎ ይኹም ፋሚሊ እስካብዚ ቪድዮ መወዳእታ ዮም ምሳይ ፅንሑ ህዝላብዚ ቪድዮ ክወስደኩም

ተመልሰ ግዜ የለ ወላ ኣሰይ እንጀራማ የለ እንታይ ንጎ
እሞ ንጎ ድንሽ ቀሪብኪ ስለለ ህዚ ምሳሕ ድንሽ ትደግሙ እያ
ጥዕና እኒክዲ ኣነ ካሊእ ሰው ይኹንኪ ናየ ለውጋዕ ክለኹ

ምጥሊት ኣነን ጓልዕ ድየ እዚ ካልኣይ ትደግምኒ ኣይምልከተኒ ኣይምልከተኒ እንደኦም ዓመት ሙሉ እዚኣ ክትበልዓ ትርኢ ኢኻ እንጀራ ተሰንኪተ ፀብሒ ተሰርሐ ወሃር ከይብለክ ተጋር ተብለኒ ዋይ ከዚ ለቀጥፍኒ ቀልጥፍ ስራሕ ዋይ ቀልጥፍ ስራሕ ምስ ንዓ ብላዕ ማርያምን ምንም ነገር ኣይሰርሒ ዝሎ ሊኻ ትበልዕ ብጣዕሚ ኢኻ ተናደኒ ኢኻ ከነ ጭራሽ እውን እዚ ሊኻ ክትበልዕስ ትኽእል ኢኻ ኣቲ

ታኻ ከም ጸሌ ከዚ ኣይቕርብ የልየ ስራሕኹም ትለሎ ትበልዕ ተመስገን ኢልካ ብልዕ ይብለካ ኣለኹ ግዛዕ ከይተውርደላ መዓት ማርያምን መዓት ፊልካ ብልዕ ቀጸጠ ይፈር ናይ ዘዲ ግፍዐኛ ኣትዘውዝኒ ኣነ የለ ላሓትነኸ ማርያም ከይድነኸ እንዲ ክላይ ቤት ኣቲ ሃርኪ የብለኪ ከይታ ሃር ከብለኒ
ይስመለለስኒ ክላ ኣለኻ ቅጭ መምፅኢ መፅብኢ ክላ ከይትነኸ ማርያም ከይ ሕደግ ሕደግ ማርያምን ሕደግ ሕደግ ኣውዚኻ ኢኻ ኔኻ

ማለት ብምንታይ እሞ ብእንጀራ ይቕለ ድዩ ቤተሰብ እንታይ እየ ክለኩም ደለሲ ይቅርታ ብሌን የለ ማለት ተናድ ክትኾን ኢኻ እንታይ ድና ንለኩም ደልና ፋሚሊ ዝናሃዚ ፕራንክ ልገበርኮስ ልፕራንክ ብእንጀራ ክቕል ደለ ግዛዕ ለይኮንኩስ ብሉ ክእሎ ማለት ኣነ ብልመስለኒ ያው ኣሕዋትና ሃም ልፍለጥ ፅሕፃፀ ልበሃል ቦታ ያው ብጥሜት ብግዛዕ ስለለለዎ ቤተሰብ እዚ የኾነ ካሊእ ምግቢ እዮም ስኢኖም እኒኦ እናታ የኽል ደለ ፋሚሊ ዝሎ መዓንቲ ቪድዮ ዝሰርሐ እኒኦ ቤተሰብ ብልኻልኩ ኣነ ሲ ማለት ካብዞም ኣሕዋተይ ካብዚ ናይ እትካታተልዎ ሰባት ሓደ ክልተ ኣይስእን ኢለ እየ እሞ ቤተሰብ ያው ብዚ ምክንያት እዚ እየ ሰሪሐዮ እኔኹ ልጠመዩ ወገናት ኣሕዋት እኔውና እና ይቅርታ ክብለኩም ይደለ ናሃለኹ ፋሚሊ ማለት እዚ እንጀራ እዚ ኣጋፊዐዮ ለይኾነሲ ብዙሓት ሰባት እኔና ኢና ከምዚ ንገብር ማለት ንመዓልቲ ሰለስተ ኣርባዕተ ሓሙሽተ ዓይኒ እናኣማሪፅና እናበላዕናስ ኣሕዋትና ልድፈኑ እኒኦው እዩ ታይ ክብል ደልየ ብልኸኣልናዮ መጠን ሲ ክንበፅሐሎም ንኽእል ለሰባት ንብፅሐሎም ያው ተለይ ተኺኢልና ኻምዚ ብድምፂ ብምዃን ንሓግዞም ፋሚሊ እና ምስ ይቅርታ እውን ሃለኹ ደጊመ ደጋጊመ ክብለኩም ይደሊ ፋሚሊ ማለት ኣነ ልባዕለይ እንጀራ የማርጽ እንጀራ ልማረጸሉ ሰዓት ጊዘ ለይኮነይ ሓሊፍናዮ እቲ ጊዘ ሪእናዮ ኢና ብቻ ግን ነሕዋትና ንውጽሐሎም እና ወለላይ ይቅርታ ሃሙና ልገበርኩ ወላ እስኺ ታይ ትብልዮ እኔኪ ማለት ብሊነይ ከናደኪ ደልየ ይኩንኪ ብቻ ግን ሃም ልፍለጥ ፋሚሊ ብካሊእ ቪድዮ ለይመጻናኩም ስለ ለይሞቸኝ ናይ እምበይ ቅድሚ ኩሉ እዚ ኢዩ ልስርሕ ነይሩ እና እስቲ ትብልዮ ተሃሊኪ ወለላይ። ያው መጀመርያ ሰላም ሀመይ ኒኹም ዳሕና ድኹም ያው ከምዚ ለወላ ኣማኒ ወይ ስራሕና ኢለ ቪድዮ ቀኒና ጠፊና ናብ ሙቻይ ስለ ኣብና እዩ ፋሚሊ ያው ከዚ ብጣዕሚ የተነድ ነረ ማርያምን ማለት ብዙሕ ነገርና ንርኢ ኣለና ብሶሻል ሚዲያስ ብጣዕሚ ንሕዝን ብጣዕሚ በቃ ካሊእ ነገር ስለ ንርኢ ኣለናስ ከምዚ ምስ ገራኒ ብጣዕሚ በሽቀ ነረ ኣነ በቃ ውልዕ የለ ነረ ማርያምን ብጣዕሚ ከናድካ ነርካ ብሻ ግን ፋሚሊ ልምሕላፍ ድሕር ኮይንካለ ችግር የብለይ ማለት ግዴታ እዩ እስኻ ስራሕካ ኢኻ ብዚ መንገዲ ክተሕልፈሎም ስለ ዝደለኻስ እቲ ሓሳብካ እቃ ሓሪፍ ተመችኒ ሆም ኢልካ ዝረ- ምቕራብካ ብቻ የኮራኹኽ እያ። ፋሚሊ ችግር የብሊ ማለት እና ዲኒ መጀመሪያ ግን ለኣኹም ልምምሃር እና ልምፍላጥ ማለት እዞም ኣሕዋትናስ ከምዚ ለዋለ ኣማነይ ካባኹም ሓደ ክልተ ልኾን ለኦም ክሕግዝ ልኽእል ሰብ ልምግናይ ላክል ፋሚሊ እዚ ቪድዮ እዚ ስለ ዝሰራሕካ ኢለ ግበዘቂ ኣቐንየለይ እብልሃ ኣለኹ ክለካ ይደልዋ እብልሃ ኣለኹ ማርያም ያው ፋሚሊ ቢያንስስ ዝኾነ ለኦ ምስ ንውፅሐሎም በቃ ብለለኒ ዓቕሚ ማለት ዓቕሚ ለለዎ ብቕርሺ ብካሊእ ነገር ክሕገዝ ይኽእል ለየውልደ ቢያንስ ከምዚ ብድምፂ ምዃንስ ኩለና ብዓቅምናስ ንሓጉዞም ንሓግዞም። ይብል ኣነ እዎ ያው ፋሚሊ እንታይ እዩ እዚ ቪድዮ እትሪእዎ ኣለኹም ኢኹም ኩሉ ሶሻል ሚድያ ማለት ኣዕለቕሊቕዎ እኒኦ ናዞም ኣሕዋትና ኣብ ሕፀፅ ለለዉ እዩ እ፣ ማለት ብጣዕሚ እዩ ከቢድ ውሽጥኻ ብጣዕሚ እዩ ልጎድእ ማለት እንታይ ድዩ መሲልኩም ፋሚሊ ኣብዚ ክልተ ሰለስተ መዓልቲ ናበላዕና ኣብታ መንጎኣ ምሳሕ ዘሊልና እቲ ጠምየና ለላ ስሜት ካሊእ ጉዳይ እዩ ቤተሰብ ሕደግዎ ነው እንታይ ጭራሽ ምግቢ ለይግነኻ ብዙሕ ኣዋርሕ ምፅናሕ ማለት ብጣዕሚ ይኸብድ
እወ ታይዲ ፋሚሊ መንግስቲ ምን ንገብር ይኽኣል እዩ ብቻ ባዕልና ንባዕልና ኢና ኣብዚ ግዜ እዚ ክንወፆ ንኽእል ፋሚሊ ማለት ታይ እዩ ልበሃል እንዮሲ ኩላኻ ሓደ እዩ ትኹን እዩ ቤተሰብ ማለት ኣብኡ ዝልጠመየ ሰብ እኳ ኣነ ተጠሚኒ ወለለ ዳደይ ከይደ ከልዕ ይኽእል እየ ጎረቤት ክልምን ይኽእል እየ ኤኒ ታይም በቃ ኣብ ፅርግያ ኣብ ዝኾነ ሰዓት ከይደ ክልምን ይኽእል እየ ኣዎ ናዞም ኣሕዋትና እኒኦ ችግር ግን ካብቲ ሓደ እቲ ሓደ እዩ ዝገድድ እምበይ ካብቲ ሓደ እቲ ሓደ ልሕሽ ፓርቲ ይኾኑ እዩ እኒኦ ኣዎ ዓዲ ፋሚሊ ብዓዳስ በቃ ሓደ ዓይነት በቃ ኩሎምስ ልሰኣንሉ ኣዎ ጊዘ እዩ። ኩሎም ተፈናቐልቲ ኣሕዋትና ልጠመዩ ልሰኣንሉ እዩ እኒኦ ፋሚሊ ኩላህና በብንኽእሎ በቃ ዓቕምና ብልፈቐዶ ግዴታ ቅርሺ የኮነ ኢሊ ሰብ ሰብ ምኳን ያው ኣብ ጎንኩም እኒኤና ማላ ሓደ ዓውዪ ነገር እዪ ብጣዕሚ። ፋሚሊ ብቻ ኣንሕና ከድና እኳ ክንረድእ እተለይካኣልና ፋሚሊ ያው ዓቅምና ልመሰሎ ልፈቆዶ ያው እዙይ እዪ ኢልና ልሓሰብናዮ ቪድዮ ኢና ንሰርሕ ለና ፋሚሊ እና ዝና እንጀራ እንትን ማር በቃ ብካሊእ ከይተብልዎ ብቻ ግን ፋሚሊ ሃምዝለኩም ልኮ ሪስክ ወሲድካ ልስራሕ እኒኦ ማለት ፀርፉ ግዙዑ ዋላ ላኣዪ ይኩን ችግር የብሉይ ሃሙ ኢለ ተፀሪፈ ዋላ መልእክቲ ተሕሊፈ ግን ብልኩእሎ መጠን ናይ ይሉሎ ነገር ተሰሪሐ ግን ላዩ ዓውዪ ነገር ኢና ፋሚሊ እስኹም ለ ብትኽእልዎ ብጸሎት ያው ዓቕሚ ለለኩም ለ ብገንዘብ ያው ለይብልኩም ለ ብድምፂ ብቻ ብልኽእሎ ነገር ባዕልና ልባዕልና ተሓጋጊዝና ኢና ክንወፅኦ ንኽእል እዚ ግዜ እዚ እና ፋሚሊ ብልኻእልናዮ መጠን ንውፅሐሎም ያው መድሃኒኣለም ኣብ ለወለ ጊዘ ሰላም ገብረልና ይኹን ልዓድና ለ ውሽጢ ደገ ይለለኹም ኣሕዋትና ለ ያው ብትኽእሉ ዓቕምኹም ሓገዝኩም ኣመሓላልፉ ብሌኒ ትብልየኒ ትዲ ናይ ወዲና ያው ፋሚሊ በቃ አንድ ብሎስ ምንም የለ ብቻ መድህን ዓለም ባዕሉ ይሓግዞ መድህን ዓለም ይርዶ እዮም ኣኽኢልዎም ዶ ይኽሽካዕ ከዚ ብቻ ግን ከዚስ ከብረሀሎም እዩ ማርያምን ማለት ተፈሊጡሎ ስለለ ክሽካዕ ከዚ የተፈለጠ ነይሩ ተረዲካ ድዩ ከዚ ግን ህዝብ ስለልፈለጦስ ባዕሉ መድህን ዓለም ረዲእዎም እዩ ተመስገን ይልበሃል መቸም ከዚ ምንም ክንብል ይንኽእል ብቻ ካብዚ እንዳሓርለ ኩሎም ልዕንገልሉ ልጸግብሉ ግዜ እዩ ፋሚሊ ብቻ ሰላምኩም ብዝሕዝሕ ያለለይ ፋሚሊ ፋሚሊ ብቻ ብካዲ ቪድዮ ስካብ ንመፀኩም ሰላምኩም ብዝሕዝሕ የለልና ናልና ያው ላየ ሄትቅዮም ደጊመ ደጋጊመ ልነግረኩም ማለት ኣብዚ ሰዓት ያሉ ዓለም ልምራይ ልሃርፍዎ ነገር ሳነ ልደፍኦ ነገር ስካሊ መስልና ብቻ ፋሚሊ ብካልእ ኣይትውሰድዎ ኢኩም በብልካልና የንብፀሐሎም እዞም ኣሕዋትና ሀዝለ ያው ባዕልና ንባዕልና ተሓጋጊዝካ እዩ ሰብ ንምርዳእ ያው ሰብ ምኳን እኩል እዩ ያው ፋሚሊ ናይ ሎማዓንቲ ቪድዮና እዚ ዝመስል ነይሩ ትምህርቲ ቁም ነገር ዝሓዘ ኢልና ንሓስብ ብካልእ ቪድዮ እስካ ንመፀኩም ያው ሰላምኩም ዝሕዝሐልና ፋሚሊ ቻው።